ሰላም ኣብ ኩሉ ኩርናዓት ዓለም ትርከቡ ኣሕዋተይ ከመይ እኒኦኹም? ኣነ ሰላም እየ እግዚኣብሄር ይመስገን። ከማይ ሰላም ክትህሉ በዓልቲ ሙሉእ ተስፋ እየ። ንሎማዓልቲ ሓምሻይ ክፋል ሰሙናዊ ኣርያመይ ዝብል ሒዘልኩም መፅየ ኣለኹ። ክሳዕ መወዳእታ ሰናይ ምክትታል። ካብ ዝሓለፈ ኣርያመይ ንናይ ዳዊት ሕቶ ድሕሪ ብዙሕ ግዜ ምሕሳብ ከም ዝተቐበለቶ ዳዊት ድማ ኣዝዩ ከም ዝተሓጎሰ ስድራ ዳዊት ምስቶም ኣብ ደገ ዝነበሩ ደቆም ተረዳዲኦም ንዳዊት ንስደት ክወስድዎ ከም ዝወሰኑ ንዳዊት ድማ ከም ዝነገርዎ ዳዊት ኣብ መደቀሲ ኣትዩ ብጭንቀት ሞይቱ ንኣርያም ክድውለላ ኣለኒ ኢሉ ደዊልላ ኣርያም ድማ ኣብ ኢዳ ግዲ ጸኒሓ ተቐቢላ ሄለው ኣብዚ ኢና በጺሕና ኔርና። ሓምሻይ ክፋል ድማ ነዚ ዝስዕብ ይመስል። ሄሎ ዳዊተይ፣ እንታይ ደኣሉ ልብና ድዩ ሓደ ዓይነት ሓሳብ ክሓስብ ጸኒሑ? ከመይ ኣቲኻ እሞ መጀመርያ ክድውለልካ ኢለ ነዛ ቴሌፎነይ ክሕዛን ክትድውለለይን እዩ እኮ ሓደ ኮይኑ ኣይገርመካን? ብኸምኡ እየ እኳ ቁልብ ኣቢለካ። ኢለ ዋላ ሓንቲ ከይመለስኩላ ኢላ ዋላ ሓንቲ ከይመለስኩላ ኩሉ ሓሳባ ብሓንሳብ ተረር ተረር ኣቢላ ምስ ኣፍሰሰቶ ከምኡ ምሕሳባ ጥራይ ደስታ ተሰሚዕኒ። እቲ ዘሕዝን ነገር ግን ኣነ ብዛዕባ ሰላምታ ዘይኮንኩ ደዊለላ ብናይ ባባ ሓሳባት ርእሰይ ብጭንቀት ተናዊጹ ልበይ ተፈራሪቑ እዩ ነይሩ። ብሕርቃን ዝኣክል ጎረረይ እውን ዕጹው ዕጹው እናበለኒ ጽቡቅ ጌርካ ኣርያመይ ኣነ ከኣ ኣብዚ ገዛ እንድየ ዘይሓሰብክዎ ድቦላ ዝኾነ ሓሳብ ጸኒሕኒ ሓሪቀ ብምባል ዝኾነ ኢለ የዕልላ ክረጋጋእ ዝሓሰብክዎ ነድሪ ውሽጠይ ክትኮስ ደልዩ ክነግራ ዘይሓሰብኩ እንታይ ይስምዓ እውን ከይበልኩ ነቲ ዘረባ ኣንፈት ኣትሒዘያ ኣርያመይ ዳዊተይ እንታይ ኣሎ ድዩ ሓድሽ ብምባል ሰንቢዳ ስንባደ ዝተሓወሶ ሕቶ እያ ሓቲታትኒ። ዘየደቅስ ነጊሮምሲ ድቅስ ይሓድሩ ድዩ ዝበሃል? ባዕለይ ከም ዘይጀመርኩላ ክውድኣላ ግን ኣይከኣልኩን። ኣርያመይ ጽባሕ እሞ ንራኸብ፣ ካብ ብቴለፎን ዝነግረኪ ብኣካል ምስ ተራኸፍና ክነግረኪ ይሐይሽ እቲ ምንታይ ከቢድ ስለ ዝኾነ ኮፍ ኣቢለ ክነግረኪ እየ እንታይ ከም ዝሐይሽ ከኣ ንመኻኸር ብምባል ሕጂ እውን ከይተረደኣኒ ከቢድ እዩ ኢላ ድቃስ ዝኸልእ ዘረባ ሰንድየላ ኣርያመይ ከም ዝተሸርሸረት ካብ ቃላታ እየ ተዓዚበያ ብድንጋጸ ቃላት ጌራ እታ ኣታ ዳዊተይ ነዚ ዘረባ ከመይ ከመይ ኢኻ ትገብሮ ዘለኻ ንገረኒ ዶ በጃኻ እንታይ እዩ ኣጋጢሙ ከይነገርካኒሲ ሰላም ጌራ ክሓድር ኣይክእልን እየ ተፍቅረኒ እንተኾይንኻ ከይሓባእኻ ንገረኒ ዳዊተይ በጃኻ ውሽጠይ ይርበሽ ኣሎ ልበይ እውን ፍርሕ ፍርሕ ትብል ኣላ ንገረኒ እንተዘይነጊርካኒ ኮፍ ኢለ ዝኾንኩ ዘይኮንኩ ደው ኢለ እየ ክሓድር ብምባል ባዕለይ ብዝገበርክዎ ተወጢረ ኣርያመይ ኣደንጊጻትኒ ዘርዚረ እንተዘይነገርክዋ ብድብድቡ ግን ክነግራ ወሲነ። ኣርያመይ ኣነ ካባኺ ዝተፈልየ ክነብር ከም ዘይክእል ኩሉ ግዜ ይነግረኪ እየ። ሕጂ ግን ነቲ ፍቕርና ዝትንክፍ ሓያል መሰናኽል ተፈጢሩ ኣሎ። ፍቕርና ሓቀኛ ምዃኑ ነረጋግጸሉ መሰናኽል እዩ መጺእና ዘሎ ኣርየይ። ክብላን ኣርያመይ ኣመና ተሃዊኻ ኣታ ዳዊተይ እንታይ ኢኻ ትቐላልወኒ ንገረኒ እንዶ ብምባል ዘረባ የቋረጸትኒ። ነብሰይ ከምዚ ሓያል ዛሕሊ ዝሃረማ ኣንቀጥቀጠ ቀጥቀጥ እናበለት ኣርያመይ ስድራይ ንስደት ክሰዱኒ ይሓስቡ ኣለዉ ሓሳቦም ከዓ ምስቶም ኣብ ደገ ዝነብሩ ኣሕዋተይ ዝበልኩኺ ተረዳዲኦም ወዲኦም እዮም ኣነ ዋላ ከኣብዮም እንተፈተንኩ ከምዚ ብግዴታ እዮም ዝገብርዎ ዘለዉ ኣርያመይ ኣነ ኣይከድን እየ ኣብዚ ዓዲ እየ ክነብር ዝደሊ ምስ በልኩዋ እሞ ባባ ዝነበረቶ ሽኮርያ ተላዒላታ ተላዒላቶ ሓሚሙ ኣብ መሬት ወዲቑ ኣነ ኣቦኻ ብሂወት ክነብር ትደልየኒ እንተ ኮይንኻ ንዘረባ ይስማዕ ንሓሳበይ የኽብር ኢሉኒ ምስ በልኩዋ ድምፂ ኣርያመይ ብሓንቲ ሳብ ሃዲሙ ውሽጠይ እውን ተረቢሸ። ኣርያም! ኣርያም! ኣርያመይ! ኢለ ንስማ ደጋጊመ ጸዊዐዮ። መልሲ ግን ኣይረኸብኩን። ነታ ቴለፎን ዓጽየ ከም ብሓዱሽ ደጋጊመ ደዊለላ። ኣርያመይ ግን ክተልዕለኒ ኣይከኣለትን። ብሓንሳብ ነብሰይ ጸሊኤያ። ተንብቦይ ተንብቦ መሰጅ ክጽሕፈላ ጀሚረ። እቲ ዝጸሓፍኩላ መሰጅ ድማ ከምዚ እዩ ዝብል ነይሩ፣ ኣርያመይ! ኣነ ካብ ልበይ እየ ዘፍቅረኪ ንስምዒታተይ ንኸርዊ ወይ ንጊዜያዊ ኣይኮንኩን ዝደልየኪ ኣይኮንኩን ዝደልየክን ዝቐርበክን ናይ ዘለኣለም መናብርተይ ክትኮኒ እዩ ድልየተይ ሓሳበይ ኣርያመይ ንዓይን ንዓኽን ማንም ክፈልየልና ዝኽእል ሓይሊ የለን ንስደት ክትከይድ ኢኻ እንተበሉኒ ስድራይ ከኣ ግድን ኣይኮንኩን ክኸይድ። ኣነ ናተይ ህይወት ዘለኒ ባዕለይ ክሓስብን ክመዝንን ዝኽእል ሰብ እየ። ስለዚ ኣጆኺ ኣብ ዝኾነ ይኹን ኣብ ጎንኺ ክፍለ ኣይክእልን እየ። እዚ ናይ ስደት ምኻድ ዘሎ ሓሳቦም ከኣ ግድን እንተኾይኑ ሒዘኪ እምበር ንበይነይ ዝኸዶ ዝጓዓዞ መገዲ የለን። ኣርያመይ ነዚ መሰጅ ምስ ኣንበብኪ ግድን ደውልለይ ንዓኻ ዘይከኣለካ የለን እሞ ነዚ ኣብ መንጎ ፍቕርና ገጢሙ ዘሎ መሰናኽል ንኽሰግሮ ሓይልን ትብዓትን ዓድለና ንስኻ ንስለ ፍቕሪ ወዲ ሰብ ኢልካ ኣብ ዝባንካ ሽዱሽተ ሽሕን ሽዱሽተ ሚእትን ስሳን ሽዱሽተን ግርፋት ተገሪፍካ ኣብ መስቀል ቀራንዮ ብሓሙሽተ ምስማር ሶዳር ኣላዶር ዶናት ኣዴራ ሮዳ ሮዳስ ተሸንኪርካ ፍቕርኻ ገሊጽካልና ንሞት ውን ስዒርካያ እኻሞ ኣነ ኸኣ ነዛ ሓንቲ ሂዋን ዝኸኣለኒ መስዋእቲ ክኸፍለላ ሓግዘኒ ጎይታ ኢለ ጸሎተይ ጌረ ደቂሰ ኣርያመይ ካም ዘይደቀሰት ግን ንነብሰይ ይነግረኒ ኔሩ ግን ክዝክሮ ዝኽእል ዋላ ሓንቲ ኣይነበረን በቃ ስቒለ ደቂሰ ኣርያመይ ምፍልላይ ዝብል ቃል ምስ ሰምዐት ቴለፎና ዓፅያ ኣብ ገዛ እናነብዐት ምስታ ፀግዐይ ናተይ ዋሕሰይ ትብላ ወላዲት ኣምላኽ ድንግል ማርያም ክትዛረብ ኣብ ሕልመይ ክትረኣየኒ ጀሚራ። ኣብ ዓራታ ኮፍ ኢላ ናብቲ ስእሊ ድንግል ማርያም ዝነበሮ መንደቕ ናጠመተት ኣንቲ ንብዓተይ ክትርኢ ዘይትደሊ ኩሉ ግዜ ሓጎስ ትብኒ ኣደዋይ መዓረይ እንታያ ከተስምዕኒ ዘለኺ ኣብዚኣ ጽግዒ ረኺበ ኢለ ዝተሓጎስኩላ ምልእቲ መዓልቲ እምበር ጎደሎ ከም ዘይኮንኩ ዘረጋገጽኩላ እዋን ብኽጻወሮ ዘይክእል ሽግር ትፍትንኒ ዘለኺ ኣደይ ንዳዊተይ ኣዝየ እየ ዘፍቅሮ በጃኺ ነዚ ኩሉ ናይ ህይወተይ መሰናኽል ንኽሰግሮ ደግፍኒ። ሓይልኻ ሃብኒ ኣጆኺውን ኢልክኒ ኢኺ'ሞ ማርያመይ ሕጂ'ውን ዳዊተይ ንኸይትፈሊኒ ባዕልኺ ነዚ ተሓሲቡ ዘሎ ናይ ስደት መንገዲ ከም ዝቋረጽ ግበሪ ኣደዋይ እምነተይ ኣባኽን ኣብ ወድኽን እዩ ብምባል ምስ ድንግል ማርያም ናይ ውሽጣ ተዛሪባ ለይታ ብሰላም ክተውግሕ ብኾፋ ከይደቀሰት መሬት ወጊሑ። ጸሓይ እውን በሪቓ ናብ ምዕራብ ገጻ ሃእ ኢላ ጉዕዞኣ ክትጅምር ተራእያትኒ። እታ ለይቲ ንርእሳ ክትብል ወጊሓ ካብ ምድቃሰይ ትስ ኢለ ሰዓተይ ርእየያ፣ ሸውዓተን ፈረቓን ኮይኑ፣ እታ ዝደቀስኩላ ዓራተይ ድማ ኣብ ጥቓ ፊንሽትራ ብምንባራ ትስ ኢለ መጋረጃ ቐሊዐ ናብ ሰማይ ገጸይ ክጥምት ጀሚረ። ጸሓይ በሪቓ ክትጓዓዝ ድማ ጸኒሓትኒ። ማማየ ኩሉ ግዜ ንጉሆ ቀዲማትናያ ትትስእ ነይራ። ሎሚ ከኣሞ ገና ሰዓት ሸውዓተን ፈረቓን ከሎ ቁርስና ኣሰራሪሓ ዝወደእት እያ ትመስል ነይራ። ገጸይ ተሓጺበ ናብኣ ቀሪበ፣ ማማ እዚ ተሓሲቡ ዘሎ ናይ ስደት መንገዲሲ ናይ ብልብኺ ድኺ ሕራይ ኢልኪ ተቐቢልክዮ? እዚ ስደት ዝበሃል እዚ እኮ ኣብ ቅድሚ ዓይንኺ ተፈልየ ዝወጻእኹ ሰዓት እምበር ዝምለሰሉ ሰዓት ዝፈልጠሉ ርሑቕ መገሻ እዩ። ማማ ከመይ ገይሩ እዩ ናብ ርሑቕ መገሻ ንኽገይሽ ተዋሒጡልኪ ተቐቢልክዮ ኢለ ንማማ ብሕቶ ኣወጢረያ። ማማ ከም ዘይተውሓጠላ፣ ክልተ ክልተ ከም ዝኾነት ካብ ገጻን ካብ ስምዒታታን የንቢበያ። ካብ ሓሳብን ድልየትን ባባ ንኽትወጽእ ስለ ዘይትደሊ ዋላ ዋላ እንተ ደለየት ባባ ከም ዘይሰምዓ ስለ ዝፈለጠት እምበር ኣነ ደድሕሪ ኣሕዋተይ ክስደድ ድልየት ኣይነበረን። ንሕቶይ ሰሚዓ መልሲ ግዲ ስኢና ስቕ ኢላ። መልሲ ምምላስ ኣብያትኒ። እንታ ኮይና ኢላ ሱቕ እንታ ኮይና ደኣ ስቕ ኢላ ኢልኪ? እዚ ሓሳብ ናይ ባባ ናይ ብሓቂ ብልብኺ እንተደኣ ተቐቢልክዮ ፍቓድኪ እውን እንተኾይኑ ንዓይ ጸገም ዝበሃል የብሉን ሕጂ ክጠፍእ ይኽእል እየ ምስ በልክዋ ማማ ካብ ልባ ሰንቢዳ ክሳብ ገጻ ተማዕትብ እያ ኮይና እዋይ ኣታ ዳዊት ወደይ እንታይ ክትጠፍኡ እንታይ ምጥፋኡ ንሕና እኮ እዚ ዓድና ተማሂርና ተማሂርካ ኣይተምሃርካ ለውጢ ስለ ዘይብሉ ምስዚ ኩሉ መንፋዕትካ ፍልጠትካ ከንቱ ከይትኸውን ኣብ ፍቖዶ በረኻታት ከርተት ካብ ትብል ኣብቲ ኣሕዋትካ ዘለዎ ከይድኻ ቀሲንካ ክትነብር ትምህርትኻ ከኣ ኣብኡ ክትቅጽሎ ኢልና እምበር ካሊእ መዓስ ኮይኑ እዚ ዓድና ከኣ ትሪኦ ኣለኻ ብዚ ዝጎበዘ ቆልዓ ካብ ኢድና እናመንጠሉ ብረት የዕጥቕዎም ኣለው። ነዚ ኢና እናርኢና እሞ ከመይ ኢልና ኢና ነዚ ጽቡቕ ዝኾነ ሓሳብ ናይ የሕዋትካ ክንነጽጎ ብምባል ኣነ ንኽወጽእ ምሉእ ብምሉእ ከም ዝተቐበሎ ኣብሪሃትለይ። ብልቢ ሕማቕ ተሰሚዑኒ ሓሪቐ በቲ ኩነታት ናይ ዓድናን ሃገርናን ኣኺልዎ ድዩ ከምዚ ኮይኑ ህይወትና ብምባል እውን ኣስቆርቊረ። ማማ እዚ ሓሳብኩም ብጣዕሚ ገሪሙኒ እዞም ኩሎም ኣብ ስደት ተሰዲዶም ዝነብሩ ዘለዉ መንእሰያት እኮ ካብ ስድረኦም ተሓቢኦም ዝወፁ እዮም። ምክንያቱ ወላዲ ዋላ ኣዳ ኣብ መነባብሮ ህይወት ምርር ይበሎ እምበር ወላዱ ካብ ጥቐኡ ክርሕቆ ይደልን እዩ። ሓደ ሓደ ከዓ ከምዚ ናይ ባባን ናትክን ዝነቕሑ መሲልዎም ገንዘብ ስለ ዘለዎም ናብ ጥቓ ናብ ጥፍኣት ናብ ምዕራብ ገጾም ንደቆም የጥፍእዎ ምህላዎም ዘይርድኦም ገንዘብ ከፊሎም ንደቆም የፋንዉ ማማየ ይጸርፈኩም ኣይኮንኩን ዘለኹ እቲ ሓቂ እየ ዝነግረኪ ዘለኹ ንደቆም ንዑ ኪዱ ኢሎም ገንዘብ ከፊሎም ዘፋንዉ ወለዲ ወለደይ ይበሃሉን እዮም እቲ ንሶም ከምኡ ዝገብርዎ ጓና ከማነይ ይገብሮን እዩ ሕጂ ግን ፍቃድኩምን ድልየትኩምን ክመልእ ዝበልኩም ዝበልኩምኒ ይኹን ክኸይድ እየ ኢለያ ስራሕ ዘርፈደቶ ምግቢ ከይበላዕኹ ናብ ኣርያመይ ክኸይድ ተበጊሰ። ሻድሻይ ክፋል ይቕጽል ንሓሙስ ክነቕርበልኩም ኢና። ክሳዕ ሽኡ ሰሰናዩ ኣዝየ ዝፈትወኩም ነዚ ዩቱብ ሓደሽቲ ዝኾንኩም ሸር፣ ላይክ፣ ሳብስክራይብ ኣይትረስዑ።